ነዚ ውቅያኖስ እሞ ተዓዘብዎ ብኸሉ መኣዝኑ ዘፍርሕ ውቅያኖስ እዩ። ንውሓት ናይዚ ውቅያኖስ ኣይኮነንዶ ንመዓልታት ንሰሙናት ተጓዒዝካ እኳ መወዳእታ የብሉን። ካብዚ ቦታ ተበጊስካ ወዲ ሰብ ንምርካብ ኣስታት ትሽዓተ ሽሕን ሓሙሽተ ሚእትን ኪሎ ሜተራት ክትጓዓዝ ኣለካ። እቲ ጸገም ግን እትጓዓዘሉ ነፋሪት፣ መርከብ ይኹን መኪና ኣብዚ ቦታ ክትረክብ ኣይትኽእልን ኢኻ። ኣብ ማእከል'ዚ ወዲ ሰብ ኣይኮነንዶ ክነብረሉ ህላውነቱ ውን ዘይፈልጠሉ ዘፍርሕ ውቅያኖስ ግን ሓንቲ ኣገራሚት ኣዝያ ንእሽተይ ደሴት ትርከብ። ኣዝያ ንእሽተይ ደሴት ካብ ምዃና ዝተላዕለ ዝተፈልየ ናይ ሳተላይት መመልከቲ እንተዘይረኺብካ ኣብቲ ኣብ ወረቐት ዝተሓትመ ካርታ ዓለም ፈጺምካ ክትረኽባ ኣይትኽእልን ኢኻ። እቲ ዝነውሐ ክፋል እዛ ደሴት ሰለስተ ኪሎሜተር እንክኸውን እቲ ዝሰፈሐ ክፋላ ድማ ሓደ ነጥቢ ሽዱሽተ ኪሎሜተር ጥራይዮ። ኣብዚ ወዲ ሰብ ክበጽሖ ይኽእል ኢልካ ፈጺምካ ክትሓስቦ ዘይትኽእል ብመወዳእታ ዘይብሉ ውቅያኖስ ዝተኸበበ ቦታ ግን ኣባላት ክልተ ስድራቤታት ዝኾኑ ኣርብዓ ሰባት ገዝኦም ሰሪሖም ሓዳሮም መስሪቶም ነታ ደሴት ከም ሃገሮም ብምርኣይ ይነብሩ። እዞም ሰባት ናብዚ ቦታ ክመጹ ዝኸኣሉሉ ምኽንያት ሓደ ኣብ ግዜ ቁልዕነትና እንሰምዖ ዝነበርና ጽውጽዋይ ኣቦይ ገብረሃና እምበር ሓቀኛ ታሪኽ ደቂ ሰባት ኣይመስልን'ዩ። ነዛ ኣዝያ ንእሽተይ ደሴትን ነቲ ንምእማኑ ዘጸግም ህይወት ነበርቲ'ታ ደሴትን ሎሚ እንድነቐሉ ኣርእስቲ መደብና ጌርና መሪጽናዮ ኣለና። ሰናይ ምክትታል። እቲ ታሪኽ ኣብ ሽሕን ሸውዓተ ሚእትን ሰማንያን ሸውዓተን ዓመተ ምህረት ቅድሚ ክልተ ሚእትን ሰላሳን ትሽዓተን ዓመታት ኣብ ዝነበረ ግዜ እዩ ዝጅምር። ሓንቲ ኤች-ኤም-ኤስ ባውንቲ ዝተሰምየት ንጉሳዊት መርከብ ብሪጣንያ ኣርብዓን ሸሞንተን ሰባት ጽዒና ነዊሕ ጉዕዞ ንምክያድ ካብ መሬት እንግሊዝ ተበገሰት። መዕረፊት እዛ ብካፒተን ዊልያም ብላይ እትምራሕ ዝነበረት መርከብ ከኣ እታ ኣብ ማእከል ደቡባዊ ክፋል ፓሲፊክ ውቅያኖስ እትርከብ ደሴት ታሂቲ እያ ነይራ። ቀንዲ ዕላማ እቲ ጉዕዞ ድማ ነቶም እንግሊዝ ኣብ ደሴታት ካሪብያን ናይ ጉልበት ስራሕ እተስርሖም ዝነበረት ባራዩ መግቢ ዝኸውን ብሬድ ፍሩት ዝተባህለ ተጠጢቑን ተጠቢሱን ዝብላዕ፣ ፍሪኡ ልዑል መጠን ካርቦሃይድሬት ዘለዎ ዓይነት ተኽሊ ካብ ደሴት ታሂቲ ጽዒንካ ምምጻእ'ዩ ነይሩ። እታ መርከብ ከኣ ከምቲ ትጽቢት ዝተገብረላ ኣሽሓት ኪሎሜተራት ተጓዒዛ ደሴት ታሂቲ በጽሐት። እንተኾነ ግን እቲ ሒዛቶ እትኸይድ ተኽሊ፣ ክሳብ ዝዳለወላ ንከባቢ ሓሙሽተ ኣዋርሕ ኣብታ ደሴት ክትጸንሕ ነይርዋ። እዘን ሓሙሽተ ኣዋርሕ ድማ ንጠቕላላ ኣንፈት ታሪኽ እታ መርከብን ሰራሕተኛታታን ምሉእ ብምሉእ ዝቐየራ'የን ነይረን። እቶም መርከበኛታት ኣብታ ካብ ዓለም ተነጺላ እትርከብ ደሴት ኣብ ዝነበርዎም ጻንሒት፣ ናጽነት እታ ደሴት እቲ ምዉቕ ዝበለ ኩነታት ኣየራን ፍቕሪ ዝመልኦ ባህርያት ደቂ ኣንስትዮ እታ ደሴትን ስለ ዝሰዓሮም፣ ነቲ ብሓይሊ ባሕሪ እንግሊዝ ተቐሚጡ ዝነበረ ጥብቂ መምርሒታት ድስፕሊን ሸለል ብምባል ነጻ ሰባት ኮይኖም ዓለሞም ከስተማቕሩ ጀሚሮም ነይሮም። ድሕሪ ሓሙሽተ ኣዋርሕ ግን እቲ እቶም መርከበኛታት ፈጺሞም ክጸግብዎ ዘይከኣሉ ምቁር ናይ ደሴት ታሂቲ ፃንሒቶም ዘብቅዓሉ ዕለት ኣኸለ። እቲ ፅዕነት ተፃዒኑ መርከብ ኤችኤምኤስ ባውንቲ ንደሴት ታሂቲ ሕቑኣ ሂባ ናብ ደሴታት ካሪብያን ገፃ ኣቕነዐት። ኣብ ማእከል ውቅያኖስ እናሃለዉ ግን ሓደ ፈፂሞም ትፅቢት ዘይገበሩሉ ነገር ኣጋጠሞም። እቶም መርከበኛታት ብሰንኪ እቲ ኣብ ደሴት ታሂቲ ዝነበሮም ፃንሒት ጠባዮም፣ ኣዝዩ ተቐይሩ ብምንባሩ ንሓድሕዶም ምስናይ፣ ምክብባር፣ ከምኡ'ውን ትእዛዝ ሓለፍቶም ምፍጻም ኣቋሪጾም ነይሮም። ካፒተን እታ መርከብ ዊልያም ብላይ ሓራቕን ሕግታት ብጥብቂ ዘተግብርን ዓይነት ሰብ እንተነበረ'ውን፣ ተሓጋጋዚኡ ክርስትያን ፍሌቸርን ካልኦት ኣብ ትሕቲኡ ዝነበሩ ሰራሕተኛታትን ግን ፈጺሞም'ዮም ክእዘዝዎን ክሰምዕዎን ዘይከኣሉ። በዚ ዝተበሳጨወ ካፒተን ብላይ ንሰራሕተኛታቱ ክጸርፎምን ከጉባዕብዓሎምን ጀመረ። ጸርፍን ምጉብዕባዕን ዝበዝሖ መንእሰይ ተሓጋጋዚ ካፒተን ክርስትያን ፍሌቸር ድማ ብናይ ሓላፊኡ ጸርፍታት ብምምራር ነታ መርከብ ገዲፉ ብንእሽተይ ጃልባ ገዲፍዎም ክጠፍእ ወሰነ። እቶም ኣብ ጎኑ ዝነበሩ ተራ ሰራሕተኛታት ግን ሓደ ፈጺሙ ዘይተጸበዮ ሓሳብ ሕሹኽ በልዎ ንመን ስለ ዝፈራሕካ ኢኻ ገዲፍካና ክትጠፍእ ትሓስብ ዘለኻ ጥራይ ምርሓና እምበር ተቓውሞ ኣለዓዒልና ነቲ ካፒተን ብምብራር ነታ መርከብ ክንቆጻጸራ ንኽእል ኢና ብምባል ናይ ተቓውሞ ሓሳብ ኣቕረብሉ እቲ መንእሰይ ተሓጋጋዚ ካፒተን ድማ ነቲ ሓሳብ ተቐበሎ ነዊሕ ከይጸንሐ ድማ ኣብ መርከብ ባውንቲ ተቓውሞ ተላዕለ። ካፒተን ዊልያም ብላይን ካልኦት ዓሰርተ ሸሞንተ እሙናት ኣገልገልቱን ድማ በቶም ተቓወምቲ ተታሒዞም ተኣስሩ። እታ መርከብ ድማ ኣብ ትሕቲ ምሉእ ቁጽጽር እቶም ተቓወምቲ ወደቐት። እቶም ተቓወምቲ ከኣ ንካፒተን ብላይ ተኸተልቱን ኣብ ንእሽተይ ጃልባ ብምስፋር ውሑድ ማይን መግብን ጥራይ ብምሃብ ኣብ ማእከል ውቅያኖስ ገዲፎሞም ተዓዝሮ። ካፒተን ዊልያም ብላይ ኣዝዩ ዘደንቕ ናይ ባሕሪ ተመክሮን ኣፍልጦን ስለ ዝነበሮ፣ ምስቶም ተኸተልቱ ተሓጋጊዙ ነታ ንእሽተይ ጃልባ ንሓሙሽተ ሽሕን ሽዱሽተ ሚእትን ኪሎ ሜተር ብምጅላብ ቶንጋ ኣብ ዝተባህለት ደሴት ብምብጻሕ ካብ ሞት ከምልጡ ከኣሉ። እቶም ንመርከብ ባወንቲ ዝተቖጻጸሩ ተቓወምቲ ግን ጌና ናይ ውቅያኖስ ጉዕዞኦም ከይዛዘሙ ሓደ ፈጺሙ ትጽቢት ዘይተገብረሉ ኣሰንባዲ ውሳነ ወሰኑ። ንነጻነት፣ ምዉቕ ኣየርን ደቂ ኣንስትዮን ናይታ ንሓሙሽተ ኣዋርሕ ደስ ዘብል ግዜ ዘሕለፉላ ደሴት ታሂቲ ስለ ዝናፈቕዎ ነቲ ቀንዲ ተልእኾኦም ዝኾነ ምብጻሕ ብሬድፍሩት ዝተሰምየ ተኽሊ ናብ ደሴት ካሪብያን ብምግዳፍ ነታ መርከብ ሰለስተ ሚእትን ሱሳን ዲግሪ ኣዚሮም ናብ ታሂቲ ተመልሱ። መስተ፣ ሳዕስዒትን ፌስታን ድማ እንደገና ቀጸለ። ይኹን እምበር ሓደ ወሳኒ ነገር ረሲዖም ነይሮም። ምጥፋእ እታ መርከብ ምስ ተፈልጠ ሓይሊ ባሕሪ ብሪጣንያ ክደልዮም ክመጽእ ምዃኑ። ተግባሮም ድማ ብክሕደት ሃገር ከሕትቶም ማእሰርቲ ካብኡ ሓሊፉ ድማ ሞት ብምስዓብ ካብቲ ፍጹም ፈትዮሞ ዝነበሩ ሂወት ደሴት ታሂቲ ከርሕቆም ከም ዝኽእል እዩ ስለዚ ነቲ ምቁር ሂወት ክቕጽልዎ እንተኾይኖም ኣብታ ሰራዊት እንግሊዝ ዝፈልጣ ደሴት ታሂቲ ክጸንሑ ከም ዘይብሎም ብቕጽበት ተረድኡ መራሕቲ እቶም ተቓወምቲ ክርስትያን ፍሌቸር ካብ ሰራዊት እንግሊዝ ተሓቢኦም ክነብሩላ ዝኽእሉ ምችእቲ ደሴት ንምርካብ ናብ ካርታ ዓለም ምስ ተዓዘበ ኸኣ ኣብቲ ኣብ ሽሕን ሸውዓተ ሚእትን ሱሳን ሸውዓተን ዓመተ ምህረት ዝተሰርሐ ካርታ እንግሊዝ ሓንቲ ኣደናቒት ደሴት ክዕዘብ ከኣለ። ደሴት ፒትኬርንያ ትበሃል። እቲ ኣደናቒ ነገር ግን ምርካብ ናይታ ደሴት ኣይኮነን ነይሩ። እቲ እታ ደሴት ኣብቲ ካርታ ተሳኢላትሉ ዘላ ቦታ ካብቲ ሓቀኛ ትርከበሉ ቦታ እንተወሓደ ብሰለስተ ሚእቲ ኪሎ ሜተራት ዝተሰሓሓተ ምንባር እዩ። እዚ ማለት ከኣ ሓይሊ ባሕሪ ክደልዮም እንተመጸ እውን ናብ ግጉይ ቦታ ስለዝኸይድ ፈጺሙ ክረኽቦም ኣይክእልን'ዩ። እቶም ተቓወምቲ ድማ ናብታ ሓዳሽ ክነብሩላ ዝመረጽዋ ደሴት ንምኻድ ወሰኑ። ገለ ዝተወሰኑ መርከበኛታት ፍቓደኛታት ስለ ዘይነበሩ ኣብታ ደሴት ተረፉ። መራሕቶም ተቓወምቲ ጉጅለ ክርስትያን ፍሌቸርን ካልኦት ሸሞንተ ጸዓዱ እንግሊዛውያንን ምስ ሽዱሽተ ደቂ ተባዕትዮ ታሂትን ዓሰርተ ክልተ ደቀንስትዮ ታሂቲ ከምኡውን ሓደ ህጻን ሒዞም ንጉዕዞ ተበገሱ። ግደ ሓቂ እተን ደቂ ኣንስትዮ ብፍቓደን'የን ተበጊሰን ንምባል ዝኸብድ'ዩ፣ ምኽንያቱ ነቲ ጉዳይ ተረዲኤን፣ ሓሲበንን መርሚረንን ዘይኮና፣ ገሊኤን ብናይ ሓሶት ተስፋ ተታሊለን፣ ገሊኤን ድማ ብሓይሊ ኣብታ መርከብ ከም ዝሳፈራ ከም ዝተገብረ'ዩ ዝንገር። ድሕሪ ነዊሕን ኣጸጋምን ጉዕዞ፣ መርከብ ባውንቲ ናብታ ወላ ሓደ ሰብ ዘይነብረላ ኣጻድፍ ዝበዝሓን ወዲ ሰብ ንኽነብረላ ኣጸጋሚት ዝኾነትን ደሴት ፒትኬርን በጽሐት። ብድሕሪ'ዚ መራሒ ናይቶም ተቓወምቲ ጉጅለ ዝኾነ ክርስትያን ፍሌቸር፣ ሰራዊት እንግሊዝ ንኽደልዮም መጺኡ ሃንደበት ምእንቲ ከይርኣ ብምባል ንታሪኻዊት መርከብ ኤችኤምኤስ ባውንቲ ኣብታ ደሴት ሓዊ ብምርኳዕ ኣቃጸላ። ብድሕሪዚ ህዝቢ ዓለም ናብኦም ክመጽእ ዘኽእሎ ካርታ የብሉን፣ ንሳቶም ድማ ተጣዒሶም ናብ ዓለም ክምለሱ እተኽእሎም መርከብ የብሎምን። ምሉእ ብምሉእ ካብ ዓለም ተነጺሎም፣ ዓለም ድማ ረስዓቶም። እታ ሓዳስ ደሴት ዋላ ደኣ ስፍሓታ ንእሽተይ ትኹን ሰላማዊት እያ ግን ነይራ። ቀዳመይቲ ሰሙን እቶም ተቓወምቲ እውን ፌስታ ዝበዝሓ ህይወት ደሴት ታሂቲ ኣብኡ እንከሎ ዝተደግመሉ ደስ ዘብል ስምዒት ዝነበራ'ያ ነይራ። ብዙሕ ከይጸንሐ ግን ሓደ ዓቢ ጸገም ተፈጥረ። እቶም ትሽዓተ ጸዓዱ እንግሊዛውያን ነታ ደሴት ኣብ ትሽዓቲኦም ተማቐልዋ። እቶም ሽዱሽተ ደቂ ተባዕትዮ ደሴት ታሂቲ ግን ዝኾነ ይኹን መሬት ከይተዋህቦም ጥራሕ ኢዶም ተረፉ። እዚ ድማ ኣብ መንጎ'ቶም ጸዓዱን ታሂታውያንን ናይ መጀመርታ ናይ ዓሌትን ዋንነትን ምምቕቓል ፈጠረ። እዚ ከምዚ ኢሉ እንከሎ፣ ሰበይቱ ነቲ ጃክ ዊልያምስ ዝተባህለ ጻዕዳ መርከበኛ ካብ ጫፍ ከውሒ ወዲቓ ሞተት። እቲ ብዘይ ሰበይቲ ዝተረፈ ጃክ ዊልያምስ ድማ ንሓደ ካብ ደቂ ተባዕትዮ ደሴት ታሂቲ ሰበይቱ መንጠሎ። እዚ ተግባር ነቶም ንምምቕቓል መሬት እታ ደሴት ብትዕግስቲ ክሓልፎ ዝወሰኑ ደቂ ተባዕትዮ ታሂቲ ኣብ ከቢድ ቁጠዐ የእትዩ ንህልኽ ከም ዝለዓሉ ገበሮም። ከም ውጽኢቱ፣ ኣብ ሽሕን ሸውዓተ ሚእትን ቴስዓን ሰለስተን ዓመተ ምህረት ኣብ መንጎ እቶም ጸዓዱ እንግሊዛውያንን ደቂ ተባዕትዮ ታሂትን ኲናት ሓድሕድ ተወልዐ። ደቂ ተባዕትዮ ታሂቲ ከኣ መፈንጠራ ብምግባር ካብቶም ትሽዓተ ጸዓዱ ነቶም ሓሙሽተ ኣብ ሓንቲ ለይቲ ቀቲሎሞም ሓደሩ። እቲ ቀንዲ መራሒኦም ክርስትያን ፍሌቸር ካብቶም ዝሞቱ እዩ ነይሩ። ደቂ ተባዕትዮ እታ ደሴት ዓሰርተ ጥራይ ተሪፎም ማለት እዩ፣ ኣርባዕተ ጸዓዱ እንግሊዛውያን፣ ሽዱሽተ ድማ ታሂታውያን። እቶም ብህይወት ዝተረፉ ኣርባዕተ ጸዓዱ ሕነ ኣዕሩኽቶም ንምፍዳይን እቲ ቅትለት ኣብ ልዕሊኦም ከይድገም ንምክልኻልን ብምስጢር ምስተን ደቀንስትዮ ብምትሕብባር ኣብ ልዕሊ ደቂ ተባዕትዮ ታሂቲ ቅጽበታዊ መጥቃዕቲ ፈጸሙ፣ ከም ውጽኢቱ ከኣ እቶም ሽዱሽተ ደቂ ተባዕትዮ ታሂቲ ብዘሕዝን ኣገባብ ተቐትሉ። እቲ ግዜ ሽሕን ሸውዓተ ሚእትን ቴስዓን ሰለስተን ዓመተ ምህረት እዩ፣ ካብቶም ዓሰርተ ሓሙሽተ ብምዃን ናብ ደሴት ፒትኬርን ዝመጽኡ ደቂ ተባዕትዮ ኣርባዕተ ጥራይ እዮም ብህይወት ተሪፎም ነይሮም፣ ኔድ ያንግ፣ ጆን ኣዳምስ፣ ዊልያም ማኮይን ማቲው ኩንታልን ድማ ይበሃሉ። ብዝሒ ናይተን ደቂ ኣንስትዮ ዓሰርተ ዝነበረ ኮይኑ ብምቅትታልን ምጭኽኻንን እቶም ደቂ ተባዕትዮ ኣዝየን ኣማሪረን እየን ነይረን። ነቲ ኣሰቃቒ ሓድሕዳዊ ምቅትታል ድሕሪ ምዕዛበን ህይወተን ብሰላም ክትቅጽል ከም ዘይትኽእል ስለ ዝተገንዘባ ነዛ ናይ ሞት ደሴት ገዲፈን ንምህዳም ኣብ ሽሕን ሸውዓተ ሚእትን ቴስዓን ኣርባዕተን ዓመተ ምህረት ናይ ውልቀን ጃልባ ሰራሓ። እንተኾነ ግን እታ ጃልባ ነቲ ብርቱዕ ማዕበል ውቅያኖስ ምጽዋር ስኢና ብዙሕ ከይከደት ኣብቲ ገምገም ውቅያኖስ ተሰባቢራ ተረፈት። እተን መህደሚ ኣማራጺ ዝሰኣና ደቂ ኣንስትዮ ድማ ከይቀደሙና ንቐድሞም ብምባል ነቶም ደቂ ተባዕትዮ ንምቕታል ተሓባቢረን መጻወድያ ኣጻወዳ። እንተኾነ ግን ብሰንኪ ኣብ ውሽጢ እተን ደቂ ኣንስትዮ ዝተፈጥረ ዘይምስምማዕ እቲ ምስጢር ናብቶም ደቂ ተባዕትዮ በጺሑ ለሚኖም ከም ዘይቀታተሉ ቃል ኣትዮም ከም ዝዕረቐኦም ብምግባሮም ኣብታ ደሴት ሰላም ሰፈነ። ኣብታ ምቅትታል ልሙድ ኮይንላ ዝነበረ ደሴት ሰላም ሰፊኑ መሲልሉ ብ ዝነበረ ግዜ ግን ኣብ ሽሕን ሸውዓተ ሚእትን ቴስዓን ሸሞንተን ዓመተ ምህረት ካብቶም ኣብታ ደሴት ብሂወት ተሪፎም ዝነበሩ ኣርባዕተ ደቂ ተባዕትዮ ሓደ ዝኾነ ዊልያም ማኮይ ብምርምር ካብ ሓደ እቲ ዝተባህለ ሱር ናይ ተኽሊ ኣልኮላዊ መስተ ክሰርሕሉ ዝኽእሉ ሓድሽ ሜላ ረኸበ። እዚ ርኽበት ነቲ ኣብታ ደሴት ንሓጺር እዋን እውን እንተኾነ ሰፊኑ ዝነበረ ሰላም እንደገና ዘረጎ። ማኮይ ካብቲ ባዕሉ ዝመሃዞ ኣልኮላዊ መስተ ብብዝሒ እንዳ ሰተየ ኣብ ከቢድ ኣእምሮኣዊ ቀውሲ ኣተወ። መወዳእትኡ ድማ ዝኸፍኣ ኮነ። ሓደ መዓልቲ ብመስተ ተደፋፊኡ ባዕሉ እግሩን ኢዱን ብምእሳር ካብ ሓደ በሪኽ ቦታ ናብ ባሕሪ ብምጽዳፍ ነብሱ ኣጥፍኣ። ብዝሒ ናይቶም ኣብታ ደሴት ዝተረፉ ደቂ ተባዕትዮ ድማ ሰለስተ ጥራይ ኮነ። ሓደ መዓልቲ ከኣ ካብቶም ሰለስተ ናይቲ ማቲው ኩንታል ዝተባህለ መርከበኛ ሰበይቲ ሞተት። ማቲው ኩንታል ድማ ኣልኮላዊ መስተ ብብዝሒ ክሰቲ ብምጅማር ነቶም ክልተ ዝተረፉ ኣዕሩኽቱ ወይ ሓንቲ ሰበይቲ ሃቡኒ ወይ ድማ ምስ ኣንስትኹምን ደቅኹምን ክቐትለኩም እየ ብምባል ፈከረሎም። ፈኸርኡ ዘፍርሖም ኔድ ያንግን ጆን ኣዳምስን ድማ ከይቀደመና ንቐድሞ ብምባል ማቲው ኩንታል ብመስተ ተሰኒፉ ወዲቑ ኣብ ዝነበረሉ ግዜ ርእሱ ብበሊሕ ነገር ሃሪሞም ቀተልዎ። ሽሕን ሸሞንተ ሚእትን ዓመተ ምህረት ካብቶም ኣብ ደሴት ፒትኬርን ብህይወት ዝተረፉ ክልተ ደቂ ተባዕትዮ ሓደ ዝኾነ ኔድ ያንግ ብሕማም ኣዝማ ተጠቒዑ ህይወቱ ሓለፈት። እታ እቶም ተቓወምቲ ጉጅለ ገነቶም ክትከውን ዝመረጽዋ ደሴት ፒትኬርን ድማ ኣብ ውሑዳት ዓመታት ደም ብዘይምቁራጽ ዝዛርየላ ደሴት ኮይና ነቲ እንኮ ኣብታ ደሴት ዝተረፈ ጆን ኣዳምስ ዝተባህለ ወዲ ተባዕታይ ጥራይ ሒዛ ተረፈት። ምስኡ ድማ ትሽዓተ ደቂ ኣንስትዮ ታሂትን ዒስራ ካብቶም ተቓወምቲ ዝተወልዱ ህጻናትን ነበሩ። ጆን ኣዳምስ ኩሎም ኣዕርኽቱ ሞይቶም ንነብሱ ኣብ ሓደ ክነብረሉ ሓሲብዎ ዘይፈልጥ ክሃድመሉ ዘይክእል ድቕድቕ ጸልማት ማእከል ውቅያኖስ ምስ ረኸባ ኣብ ከቢድ ሕልናዊ ጣዕሳን ፍርሕን ወደቐ። መጻኢ ህይወት መንእሰያት እታ ደሴት እውን ከተሓሳስቦ ጀመረ። ኣቦ እቲ ሓደ ህጻን ነቦ እቲ ካልእ ዝቐተለ ብምዃኑ ሕነቦታቶም ክፈድዩ ምስ ዝለዓሉ እቲ ምቅትታል ከም ዘለዎ ኣብ ደቆም ክቕጽል ማለት ምዃኑ ድማ ኣመና ኣጨነቖ። ኣብዚ ግዜ እዚ እዩ ድማ ነታ ኩሎም ምህላዋ ረሲዖማ ዝነበሩ ንሓንቲ መዓልቲ እኳ ቁሊሕ ኢሎም ሪኦማ ዘይፈልጡ ካብ እንግሊዝ ዘምጽእዋ መጽሓፍ ቅዱስ ትዝ በለቶም። ጆን ኣዳምስ ከኣ ስኽራን ብምቁራጽ ነታ መጽሓፍ ቅዱስ ከም ብሓድሽ እንዳንበበ ኣዝዩ ጥዑይ ሰብ ክኸውን ከኣለ። ንኹሎም ህጻናት እታ ደሴት ብምእካብ ድማ ምንባብን ምጽሓፍን፣ ቋንቋ እንግሊዝን መጽሓፍ ቅዱሳዊ ስነ ምግባራትን ከስተምህሮም ጀመረ። እዚ ድማ እታ ደሴት ብደም ምጭቃው ኣቋሪጻ ሕነ ምፍዳይ ክጠፍእ፣ ፍጹም ሰላማዊ፣ ፈጣሪኡ ዝፈርሕን ንሓድሕዱ ዝፋቐርን ሕብረተሰብ ከም ዝፍጠር ገበረ። እቲ ዘገርም መርከብ ባውንቲ ካብ እትጠፍእ ዒስራን ሓደን ዓመታት ኣቑጺራ እኳ እንተነበረት፣ ዓለም ብዛዕባ ተቓወምቲ ባውንቲ ዝኾነ ይኹን እትፈልጦ ነገር ኣይነበራን። እቶም ክደልይዎም ዝመጹ ሓይሊ ባሕሪ ብሪጣንያ እውን እንተኾነ፣ ነቶም ኣብ ደሴት ታሂቲ ዝጸንሕዎም ውሑዳት ተቓወምቲ ሒዞም ድሕሪ ምምላሶም፣ ነቶም ናብ ደሴት ፒትኬርን ዝኸዱ ደልዮም ምስ ሰኣንዎም፣ ኣብ ውቅያኖስ ጥሒሎም ክኾኑ ከም ዝኽእሉ ጸብጻብ ብምሕላፍ ፋይሎም ከም ዝዕጸዮም ገይሮም። ሽሕን ሸሞንተ ሚእትን ሸሞንተን ዓመተ ምህረት እቶም ኣብ ደሴት ፒትኬርን ዝተወልዱ ህጻናት ኣብ ናይ ህይወት ዘመኖም ንመጀመርታ ግዜ ምስ ኣብ ምድሪ ዝነብር ፍጡር ወዲ ሰብ ዝተራኸቡላ ዓመት እያ ነይራ። ኣብቲ ግዜ ቶፓዝ ዝተባህለት ዓሳ ነባሪ እትሃድን መርከብ ኣሜሪካ ብኣጋጣሚ ናብ ደሴት ፒትኬርን ገጻ ቀረበት። እቶም መርከበኛታት ኣብታ ሃንደበት ዝረኸብዋ ኣብ ማእከል ጸልማት ውቅያኖስ እትርከብ ኣዝያ ንእሽተይ ደሴት ወዲ ሰብ ይነብር ይኸውን ኢሎም ክግምቱ ዝገብሮም ዝኾነ ዓይነት ምኽንያት ኣይነበሮምን። ሃንደበት ግን መርከቦም ልክዕ ብኸም ናቶም ጽሩይ ቋንቋ እንግሊዝ ዝዛረቡ መንእሰያት ተመልእት። እታ ዋንነት ኣሜሪካ ዝኾነት መርከብ ድማ ድሕሪ ቁሩብ ጻንሖት ካብቲ ቦታ ከደት። ሽዱሽተ ዓመታት ድማ ሓለፉ። ኣብ ሽሕን ሸሞንተ ሚእትን ዓሰርተ ኣርባዕተን ዓመተ ምህረት ክልተ ወተሃደራውያን መራኽብ ብሪጣንያ ናብ ደሴት ፒትኬርን ኣተዋ። ካብቶም ቅድሚ ዕስራን ሸውዓተን ዓመታት መርከብ ብምጭዋይ ዝጠፍኡ ተቓወምቲ ድማ ነቲ ብህይወት ተሪፉ ዝነበረ ጆን ኣዳምስ ዝተባህለ ኣባሎም ረኸብዎ። ብመሰረት ወተሃደራዊ ሕጊ ብሪጣንያ ብኽሕደት ሃገርን ተቓውሞን ተኸሲሱ ብማሕነቕቲ'ዩ ክቕጻዕ ነይርዎ። ወተሃደራውያን ሰበስልጣን ብሪጣንያ ናብ ደሴት ፒትኬርን ምስ ኣተው ዝረኸብዎ ነገር ግን ፍጹም ዘይተጸበይዎ'ዩ ነይሩ። ዝኾነ ዓይነት ፍጥረት ወዲ ሰብ ሪኦም ዘይፈልጡ፣ ካብ ገበንን ክፍኣትን ነጻ ዝኾኑ፣ ኣዝዮም ሰለማውያንን ንጆን ኣዳምስ ልክዕ ከም ኣቦኦም ዘኽብሩን ብስነስርዓት ተኾስኲሶም ዝዓበዩ ለዋሃት መንእሲያት ድማ ረኸቡ። እቶም ወተሃደራውያን ሰበስልጣን ንኹሉ ዝረኣይዎ ነገር ብምምርማር ከኣ ንጆን ኣዳምስ ናብ እንግሊዝ ወሲድካ ብ ማሕነቕቲ ምቕጽዑ ንመንእስያት እታ ደሴት ብዘይ ኣቦን መራሕን ከም ዝተርፉ ምግባር ማለት ምዃኑ ስለ ዝተረድኡ ይቕረ ብምባል ብሰላም ክነብር ገዲፎሞ ከዱ። ጆን ኣዳምስ ምሕረት ድሕሪ ምርካቡ ን ዓሰርተ ሓሙሽተ ዓመታት ብምንባር ኣብ ሽሕን ሸሞንተ ሚእትን ዒስራን ትሽዓተን ዓመተ ምህረት ኣብታ ደሴት ብሰላም ዓረፈ። እታ ኣብ ደሴት ፒትኬርን እትርከብ እንኮ ከተማ ድማ ክሳብ ሎሚ ኣዳምስታውን ተባሂላ ብስሙ ትጽዋዕ ኣላ። ኣብ ሽሕን ሸሞንተ ሚእትን ዒስራን ሸውዓተን ዓመተ ምህረት እቲ ናይ መወዳእታ ተቓዋሚ መርከብ ባውንቲ ጆን ኣዳምስ ምስ ዓረፈ፣ ደሴት ፒትኬርን ካልእ ሓድሽ ብድሆ ገጠማ። እቲ ታሪኽ ተቓውሞን ምቅታልን ወለዱ ዝረስዐ ሓድሽ ወለዶ ንሓድሕዱ ብምውሳብ ክዋለድ ጀመረ። እዚ ቅልጡፍ ዕብየት ድማ ካብቲ ደሴት ፒትኬርን ክትሕዞ እትኽእል ብዝሒ ነበርቲ ንላዕሊ ኾነ። ብዝሒ ነበርቲ እታ ደሴት ከኣ ካብ ሰማንያ ሓለፈ። ደሴት ፒትኬርን ኣዝያ ንእሽተይ ደሴት ብምዃና ሕጽረት ጽሩይ ዝስተ ማይን ንሕርሻ ዝኸውን መሬትን ክረኣ ጀመረ። ነዚ ጸገም እዚ ዝተረድኣ መንግስቲ ብሪጣንያ ድማ ንነበርቲ እታ ደሴት ካብ ጸገም ንምድሓን ሓደ ውሳነ ኣመሓላለፈ። ነበርቲ እታ ደሴት ዋላ ደኣ ኣቦታቶም ካብ መሬት እንግሊዝ ዝመጹ እንተኾኑ ኣዴታቶም ግን ካብ ደሴት ታሂቲ ዝመጻ እየን። ስለዝኾነ ከኣ እቶም ህጻናት ናብ መበቆል ዓዲ ኣዴታቶም ዝኾነ መሬት ታሂቲ ክኸዱ ተወሰነ። ኣብ ሽሕን ሸሞንተ ሚእትን ሰላሳን ሓደን ዓመተ ምህረት ድማ ኩሎም ነበርቲ እታ ደሴት ኣብ ዋንነት ብሪጣንያ ዝኾነት መርከብ ተሳፊሮም ናብ ደሴት ታሂቲ ተወስዱ። ህዝብን ንግስትን ታሂቲ ድማ ንደቂ ደቆም ብልዑል ሓጎስን ክብርን ተቐበልዎም፣ መሬት እውን ሃብዎም። ንግዚኡ ኩሉ ነገር ዘሐጉስን ምቹእን መሲሉ እኳ እንተነበረ ብዙሕ ከይጸንሐ ግን ሓደ ዘሰንብድ ክስተት ተፈጥረ። እቶም ኣብ ደሴት ፒትኬርን ኣብ ዝነበሩሉ ግዜ ምስ ካብ ወጻኢ ዓለም ዝመጸ ፍጡር ዝኾነ ይኹን ምትንኻፋት ዘይነበሮም ህጻናት ሃንደበት ምስ ሰባት ምስ ተሓወሱ ቅድሚኡ ብዘይፈልጥዎም ሓደስቲ ሕማማት ተጠቕዑ። ኣካላቶም ነቲ ሕማም ክከላኸል ዘኽእሎ ዝቐደመ ልምዲ ስለ ዘይነበሮም ድማ ብብርክት ዝበሉ ሕማማት እንዳተጠቕዑ ኣብ ውሽጢ ውሑዳት ኣዋርሕ ጥራይ ዓሰርተ ሸውዓተ ቆልዑ ብሕማም ሞቱ። እቶም ነገሩ ደስ ዘይበሎም ብህይወት ዝተረፉ ካብ ደሴት ፒትኬርን ዝመጹ ቆልዑ ድማ ጨርቀይ መንዲለይ ከይበሉ መርከብ ተኻርዮም ናብቲ ዝለመድዎ ህይወትን ናብታ ዝፈትዋ ደሴቶምን ተመልሱ። ኣብ ደሴት ታሂቲ ኣብ ዘሕለፎ ውሑድ ግዜ ብዙሓት ሰባት ስለ ዝሞትዎም ብዝሒ ነበርቲ ደሴት ፒትኬርን ብኣዝዩ ልዑል መጠን ጎዲሉ እኳ እንተነበረ ናብ ደሴቶም ምስ ተመልሱ እቲ ምውላድ ከም ብሓድሽ ስለ ዝቐጸለ ግን፣ ኣብ ሽሕን ሸሞንተ ሚእትን ሓምሳን ሽዱሽተን ዓመተ ምህረት ብዝሒ ነበርቲ እታ ደሴት ሚእትን ቴስዓን ሰለስተን በጽሐ። እታ ንእሽተይ ደሴት ድማ ንኽትነብረላ ኣመና ኣሸጋሪት ኰነት። ነዚ ዝተዓዘበት ንግስቲ ቪክቶርያ፣ ነታ ኖርፎልክ ዝተሰምየት ካብ ሃገረ ኣውስትራልያ ንሸነኽ ምብራቕ እትርከብ ኣብቲ ቀደም ግዜ ወተሃደራዊ እስሪ ቤት ወተሃደራት እንግሊዝ ዝነበረት ደሴት ንነበርቲ ፒትኬርን ንኽነብሩላ ሃበቶም። ሰለስተ ግንቦት ሽሕን ሸሞንተ ሚእትን ሓምሳን ሽዱሽተን ዓመተ ምሕረት ድማ ኩሎም ሚእትን ቴስዓን ሰለስተን ነበርቲ ደሴት ፒትኬርን ገዝኦም ዓጽዮም ደሴቶም ብምግዳፍ ናብታ ሓዳሽ መንበሪቶም ደሴት ተጓዕዙ። ኖርፎልክ ካብ ደሴት ፒትኬርን እትሰፍሕ ብምዃና፣ ኣብታ ሓዳሽ ደሴት ሰፊሕ ናይ ሕርሻ መሬት ብምሓዝ ሓድሽ ህይወት ብምምስራት ክነብሩ ጀመሩ። ፍቕሪ ደሴት ፒትኬርን ክወጽኣሎም ዘይከኣለ ኣባላት ስድራ ቤት ሓንቲ ስድራ ግን ድሕሪ ሰለስተ ዓመታት ናብታ ኩሉ ገዲፍዋ ዝኸደ ፍጹም ባሕታዊት ናብ ዝተቐየረት ደሴት ፒትኬርን ደጊሞም ተመልሱ። እዞም ስድራ ስድራ ቤት ሙሴ ያንግ ተባሂሎም እዮም ዝፍለጡ። ድሕሪ ሓሙሽተ ዓመታት ኣብ ሽሕን ሸሞንተ ሚእትን ሱሳን ኣርባዕተን ዓመተ ምህረት ድማ ስድራቤት ኖብልስ ስዒቦሞም ናብታ ደሴት ተመልሱ። እቶም ሎሚ ኣብ ደሴት ፒትኬርን ዝነብሩ ዘለዉ ኣርብዓ ሰባት ድማ ካብዘን ክልተ ስድራቤታት ዝወጹ እዮም። እዛ ናይ ሎሚ ደሴት ፒትኬርን ካብ ኩለን ናይ ስግር ባሕሪ ግዝኣታት ብሪጣንያ ብብዝሒ ህዝቢ እታ ዝነኣሰት እኳ እንተኾነት ብምምሕዳር ግን ርእሰ ምምሕዳራዊት እያ። ነታ ደሴት ዝኸውን ናይ ሕርሻ ፍርያታት ድማ ባዕላ ኣብታ ደሴት ተፍሪ። ብፍላይ ድማ በቲ ኣዝዩ ምቁር ናይ መዓር ፍርያታ እትፍለጥ ደሴት እያ። ባናና፣ ካካዎን ካሮትን እውን ተፍሪ። ውሱን እንተኾነ እኳ ናይ ፖስታ ቴምፕር ብምሻጥን ብዙሕ ብድሆታት ሰጊሮም ኣብ ነዊሕ ግዜ ሓንሳብ ቅልቅል ካብ ዝብልዎም በጻሕትን ከኣ ዝተወሰነ ኣታዊ ትረክብ። ነበርቲ እዛ ደሴት ቋንቋታት እንግሊዝኛን ቋንቋ ፒትኬርን ዝተሰምየ ኣብ ዓሰርተ ሸሞንተ ክፍለ ዘመን እቶም መርከበኛታት ንቋንቋታት እንግሊዝኛን ቋንቋ ታሂትን ሓዋዊሶም ዝፈጠርዎ ካልእ ፍሉይ ቋንቋን ድማ ይዛረቡ። ታሪኽ ነበርታ ኣዝዩ ኣገራምን ዘስደምምን ብምዃኑ ብዛዕባ ደሴት ፒትኬርን ከምኡ'ውን መርከብ ባውንቲ ብርክት ዝበሉ ፊልምታት ተሰሪሖም እዮም። ሎሚ ግን እቲ ንኹሉ ዝሰምዐ ዘበለ ሰብ ዘስደመመ ታሪኻ ከይቅጽል ዝገብር ሓደ በዳሂ ጸገም ኣጋጢምዎም ኣሎ። ንሱ ድማ እዛ ኣብቲ ቀደም ግዜ ብሰንኪ ብዝሒ ህዝቢ እትሽገር ዝነበረት ደሴት ሎሚ ድማ ኣብ መጻኢ ነባሪ ዘይብላ ደሴት ክትከውን እያ ግዲ ኣብ ዘብል ስግኣት ወዲቓ ኣላ። ካብቶም ሎሚ ኣብዛ ደሴት ዝነብሩ ኣርብዓ ሰባት መብዛሕትኦም ዕድመ ዝደፍኡ እዮም። መንእሰያት ኣንተኾነ እውን ንትምህርትን ዝሓሸ ስራሕን ናብ ሃገራት ኒውዚላንድን ኣውስትራልያን ስለዝኸዱ ዘለዉ ነታ ደሴት ኣብ መጻኢ ነባሪ ኣልቦ ናይ ምዃን ሓደጋ ኣንጸላልይዋ ይርከብ። ክቡራት ተኸታተልቲ መስትያት ዓለም፣ ንሎሚ ዘዳለናዮ ንደሴት ፒትኬርንን ታሪኽ መስረታን ዝድህስስ ትሕዝቶ እዚ ዝተኸታተልኩሞ እዩ ነይሩ። ኣብ ቀጻሊ ብዝተፈልየ መደብ ክሳብ እንመጻኩም ሰላም ቅነ።